ሰላም ከመይ ትውዕሉ ክቡራት ሰማዕትና እዚ ሃርመኒ ሚድያ እዩ ንሎሚ ትሽዓተ ጉንበት ዘዳለናዮም ሓፀርቲ ዜናታት ሃገራት ኖርዲክ ሕጂ ናባኹም ክነብል ኢና ንምክትታልኩም ንዕድም ኣብ ዞባ ስቶኮልም ክንክን ሕማም ኦቲዝም ዝግበረሎም መንእሰያት ይውስኹ ምህላዎም ተገሊጹ ብምኽንያት ዕጽዋ ሻንጋይ ቀረብ መድሃኒት ሽወደን ክጽሎ ይኽእል'ዩ ተባሂሉ። ፖሊስ ፓሉዳን ሰልፊ ከይገብር ምኽልካሎም ቅኑዕ ኣይኮነን ተባሂሉ። ማሕበራዊ ደሞክራሲ ክፋል ትሪልሄታን ናብ ኔቶ ምጽንባር ተቓዊሙ። ሩስያ ናይ ኒኩሌር መጥቃዕቲ ክትገብር ምዃና ዘርኢ ምልክታት የለን ክብል ሲኣይኤ ገሊጹ። ኣርእስታት ዜና ክትሰምዑ ጸኒሕኩም ክቡራት ሰማዕትና፣ ዝርዝራቱ እነሆ። ኣብ ዝሓለፈ ዓሰርተ ዓመታት ኣብ ዞባ ስቶኮልም ክንክን ሕማም ኦቲዝም ዝግበረሎም ቆልዑን መንእሰያትን ቁጽሮም ብዕጽፊ ምውሳኹ ማእከል ለበዳን ኮማዊ ሕክምናን እቲ ዞባ ኣብ ዘውጽኦ ጸብጻብ ኣመልኪቱ። እዚ ሕማም ዘለዎም ኣወዳት ቘልዑ ቍጽሮም ብዝለዓለ ምውሳኹ እቲ ጸብጻብ ኣርእዩ'ሎ። ተርእዮ ሕማም ኦቲዝም ብደረጃ ሃገር ኣብ ሽወደን ከምኡ'ውን ኣብ መላእ ዓለም ይውስኽ ኣሎ ክትብል ሓንቲ ካብ ኣዳለውቲ እዚ ጸብጻብ ኣና ኦሆሊስ ገሊጻ'ላ። ብሰንኪ ኮቪድ ዓሰርተ ትሽዓተ ንግዳዊት ርእሰ ከተማ ቻይና ምዃና ዝንገረላ ከተማ ሻንጋይ ኣብ ዕጽዋ ብምህላዋ፣ ኣብ ሽወደን ዝህሉ ቀረብ መድሃኒት ብኣሉታ ክጽሎ ከምዝኽእል ይግለጽ ኣሎ። ብመሰረት ኤጀንሲ ምፍራይ ሕክምና ከምኡ'ውን ማሕበር ቢዝነስ ኩባንያታት መድሃኒት ሽወደን። ናይ መፍረ ፍቓዶም ዝሓለፎም መድሃኒታት ከም እኒ ፓራሲታሞል ዝበሉ ፀረ ተሃዋስያን ከምኡውን ፀረ ቃንዛ ኣብ ቻይናን ህንድን ከም ዝፈርዩ ፀብፃብ ሬድዮ ሽወደን የመልክት። ፖሊስ ነቲ ራሙስ ፕሉዳን ኣብ ዕስራን ትሽዓተን ሚያዝያ ከካይዶ ዝሓተቶ ፍቓድ ሰልፊ ምኽልካሎም ቅኑዕ ኣይነበረን ክብል ቤት ፍርዲ ምምሕዳራት ሽወደን ገሊፁ። ሕሉፍ የማናዊ ፖለቲከኛ ምዃኑ ዝንገረሉ ፓሉዳን፣ ኣብ ዝተፈላለያ ከተማታት ሽወደን መጽሓፍ ቁርኣን ዘቃጸለሉ ህዝባዊ ሰልፊ ንምክያድ ፍቓድ ሓቲቱ ብፖሊስ ሽወደን ከም እተኸልከለ ዝፍለጥ እዩ። እንተኾነ ግና እቲ ቤት ፍርዲ፣ ፖሊስ ፓሉዳን ኣብ። ምምሕዳር ከተማ ያለቦ ከምኡውን ኣንግርያድ ሰልፊ ከይገብር ምኽክልካሉ ከም ዝሰማማዓሉ ገሊጹ ኣሎ። ማሕበራዊ ደሞክራሲያዊ ሰልፊ ክፋል ትሪልሄታን ነቲ ናብ ወታደራዊ ኪዳን ሰሜን ኣትላንቲክ፣ ኔቶ፣ ምጽንባር ዝብል ሓሳባት ኣይፋል ዝብል ውሳኔ ከም ዝሃበሉ ተፈሊጡ። ድሕሪ ወራር ሩስያ ኣብ ልዕሊ ዩክሬን ንሽወደን ዝመርሕ ዘልሆ ሰልፊ ማሕበራዊ ዴሞክራሲ ንኔቶ ምጽንባር ዝብል ጉዳይ ዳግመ ግምት ገይሩ ከልዕሎ ምጽንሑ ዝፍለጥ እዩ። እቲ ሰልፊ ኣብ ወረዳታት ንዝርከባ ክፋላቱ ብዛዕባ እዚ ውጥን ዘለወን ርእይቶ ክህባ ሕቶ ምቕራቡ ጸብጻብ ሬድዮ ሽወደን የመልክት። ምስ ሃርመኒ ሚድያ ኢኹም ዘለኹም ክቡራት ሰማዕትና ኣብ መወዳእታ። ሩስያ ኣብ ዩክሬን ኣብ እትገብሮ ዘላ ኲናት ኣጽዋራት ኒዩክሌር ክትጥቀም ብዛዕባ ምዃና ዝኾነ ምልክታት የለን ክብል ኤጀንሲ ስለያ ኣሜሪካ ሲኣይኤ ገሊጹ። ንሕና ማሕበረኮም ስለያ ሩስያ ኣብ ዩክሬን ኣብ እትገብሮ ዘላ ኲናት ኣጽዋራት ኒዩክሌር ክትጥቀም ብዛዕባ ምዃና ዝኾነ ምልክታት ኣይረኸብናን ክብል ዋና ጸሓፊ እቲ ኤጀንሲ ቢል በርንስ ብቐዳም ኣብ ዝሃቦ ሓበሬታ ኣመልኪቱ። ሩስያ ንዩክረይን ድሕሪ ምውራራ ኣጋጢምዋ ዘሎ ብድሆታት ንምፍታሕ ኒዩክሌራዊ ኣጽዋር ክትጥቀም ትኽእል እያ ክብሉ ገለ ወገናት ስግኣታቶም ክገልጹ ምጽንሖም ዝፍለጥ እዩ። ሩስያ ንርእሰ ከተማ ዩክረይን ኪቭ ኣብ ትሕቲ ቁጽጽራ ንምእታው ተደጋጋሚ ፈተነ እኳ እንተገበረት ከቢድ ክሳራ ወሪድዋ ኣብ ደቡባዊ ክፋል ዩክረይን ተሓጺራ ምህላዋ ይኹን እምበር፣ እቲ ወራር ሕጂ'ውን ጸዓቱ ከይጎደለ ይቕጽል ምህላዉ ኖርወይ ቱደይ ዝተባህለ ማዕከን ዜና ገሊጹ ኣሎ። እምበኣር ክቡራት ሰማዕትና፣ ንሕጂ ብሃርሜኒ ሚድያ ዝተዳለዉ ሓጸርቲ ዜናታት ሃገራት ኖርዲክ በዚ ተፈጺሞም ኣለዉ። ስለ ተኸታተልኩምና ኣዕዚዝና ነመስግን። ሰላም።